ጽሑፍ ናይ ወያኔ ብ ሰብዓን ሓሙሽተን ዕላማ ናይ ምንቅስቃስ ናይ ወያኔ ናጽነት ናይ ትግራይ ምዃኑ ነጻ ናይ ትግራይ ሪፑብሊክ ምምስራት ምዃኑ ዕላምኦም በዚ ገባብዚ ጀሚሮም ንሕና ክነተሓጋገዞም ጀሚርና ከም ዝበልኩዎ ህዝባዊ ግንባር ኣብ ስትራቴጂያዊ ምሕዝነት ምስ ቃልሲ ህዝብታት ኢትዮጵያ እምን ስለ ዝነበረ ምስ ወያነ ጥራይ ዘይኮነ ምስ ኩሎም ካልኦት ምንቅስቃሳት ነተሓጋገዝ ኔርና ካብዚ ዕላማ እዚ ተበጊስና

ንሕና ዝደልይዎ ነገር ኣሎ ብዛዕባና ዘለዎም ገምጋም ከኣ ኣለዎም። ዝምድና ክልተ መንገዲ እዩ ብሓደ መንገዲ ጥራይ ኣይኮነን። ዝምድና ጌርካ ኩሉ በቲ እስኻ ትደልዮ ነገር ጥራይ ትዝውሮ ማለት ኣይኮነን። ስለዚ ሰብዓን ሓሙሽተን ክጅምሩ ከለዉ ወያነ ሓንቲ ነገር ኣይነበሮምን ውሑዳት እዮም ኔሮም ታዕሊም ኣይነበሮምን ኣጽዋር ኣይነበሮምን ሚእቲ ካብ ሚእቲ ጽግዕተኛታት ናይ ኤርትራ እዮም ኔሮም ከምኡ ስለ ዝኾነ ድማ

ዓዲ ሰማንያን ኣርባዕተን ወያነ ብዛዕባ ነብሶም ዘለዎም ግምትን ብዛዕ ኤርትራ ዘለዎም ግምትን ተቀይሩ ንሕና ኢና ዝሓየልና ንሕና ኢና ዝጸረየ መስመር ዘለና ክብ ህዝባዊ ግንባር ንሕና ኢና ናይ ሓቂ ሰውራውያን ንሕና ኢና ደሞክራስያውያን ንሕና ንኣሜሪካ ጥራይ ዘይኮነ ንሶቭየት ንካልኦት ንቃወም ኢና ህዝባዊ ግንባር ከምኡ ኣይኮኑን ሃገራውያን እምበር ደሞክራስያውያን ኣይኮኑን ሃገራውያን እምበር ገስገስቲ ኣይኮኑን ምስ ህዝባዊ ግንባር ዘለና ዝምድና ስልታዊ እምበር ስትራቴጂያዊ ኣይኮነን። ንግዚኡ ሓባር ጸላኢ ስለ ዘለና ብሓባር ዝሰርሕ እምበር ስትራቴጂያዊ ኣይኮነን ዝምድናና ምስ ህዝባዊ ግንባር። ስለዚ ኣብ ኤርትራ ንዓና ዝመስላ ከማና ሰውራውያን ዝኾና ውድባት ክንምስርት ክንክእል ኣለና። ስለዚ እዚ ደምሂት ገለመለ ዝበሃል ደሓር ዘምጽዎ ውድባት ከመይ ጌርካ ትኹስኩስ ኣብ ኤርትራ ጨርንፈር ቅርንጫፍ ቆጽሊ ናይ ወያነ ዝኾና ውድባት ትምስርት እዚ ምሳና ኣብ ሳሕል ኣብ ሃገር ኮፍ ኢሎም ከለዉ ካብ ሬድዮና እናተዛረቡ ከለዉ ኣብ ሬድዮና ኮይኖም ማለት እዩ ድምጺ ሓፋሽ ኮይኖም ብድምጺ ሓፋሽ ገይሮም ዝጸርፉና ነይሮም ንጋልዎ እቲ ፕሮግራም ኣብ ናትና ስቱድዮ መጺኦም እመልእዎ እቶም ናትና ቴክኒሻናት እመልኡሎም ብድምጺ ሓፋሽ ከኣ ዝርጋሕ ንህዝባዊ ግንባር ዝጸርፍ ዘረባ ናይ ወያነ ማለት እዩ ንሓደ ውሱን ግዜ ተዓጊስናዮ ምኽንያቱ ከም ዝበልክዎ እዩ ቀጺሉ ቀጺሉ ቀጺሉ ቀጺሉ ቀጺሉ ናብ ምብታኽ ናይ ዝምድና ኣብ

ናደው ደምሲሱ ብዓበት ተቆጻጺሩ ሓይሊ ምዃኑ መስኪሩ። ወያነ ከኣ ሽግር ኣጓኒፎም ፋሕብትን ክትብል ጀሚራ ወያነ ካድረታቶም ተጋደልቶም ሰራዊቶም ክሃድም ጀሚሩ። ሽዑ ነይርዎም ጽሑፍ ናይ ጎስጓስ ዘዳልዎ ነበሩ ድፋዕ ማለሊት ከይፈርስ ዝብል። ማለሊት ማለት ማርክሳዊ ለሊናዊ ሊግ ናይ ትግራይ ዝብሃል ኣብ ውሽጢ ወያነ ዝነበረ ሰልፊ እዩ ማለሊት ዝብሃል።